ኣብ መበል ዓሰርተ ክልተ ክፋል ትረኻ ነዊሕ ልብወለድ መጽሓፍ መጋምገ፣ ኣይተ ተኽለን ወይዘሮ ንግስትን ብሰንኪ'ቲ እናተሸጠ ንመስተ ዝውዕል ሃፍተ ገነት ናብ ትጉምቲ ኣትዎም። ሕቶ ወይዘሮ ንግስቲ ከሪሩ፣ ኣንደበት ኣይተ ተኽለ ፈኪሩ። ኣቦይ ሓለፎም፣ ረፋድ ምስ ወጹ ከይተመለሱ ምድንጓዮም ንነይ በሪሃ ናብ ሽቕልቅል ኣእትይወን። ሰባት እናማኸሩ ውዒሎም ናብ ገዝኦም ምስ ተመለሱ ድማ፣ ሕቶ በዓልቲ ቤቶም ማለት እውን ዘበነዋይ ፈታዊኡ ብዙሕ እዩ እሞ፣ እቶም ለማኸርዎም ሰባት ኩሓሎ ድዮም መንቆሮ ምስ በለኦም፣ ዘረበኣን ኮርኪሕዎም። ኣይተ ተኽለ መሬት ተፀልሚቶም ሸቃሎ ሒዞም ነቲ ዘሟጉቶም ዘሎ መሬት እናሓፀሩ እነይ በሪሃ ሪኤንኦም ነቦይ ሓለፎም ምስ ነገረኦም ድማ እናተጓየዩ ወፂኦም ስርዓት ግበር እናበሉ ኣቋሪፅናዮ መበል ዓሰርተ ሰለስተ ክፋል ሒዝና ክንቀርብ ብመሰረት ዝሓዝናዮ ቆፆሮ ድማ እንሆ ቀሪብናዮ ኣለና ሰዓብዋቶም።
መጋምገ ትረኻ ነዊሕ ልበወለድ ሕታም ሕታም ክልተ ሽሕን ኣርባዕተን ዓመተ ምህረት ደራስን ተራኽን ኣብርሃ ታደሰ መጋምገም ዝባን ሕጊ ዝባን ሕጊ ብምባል ጠራዕራ ቀጸሉ። ኣንደበት ኣቦይ ሓለፎም መረረት እንተቃልሕ፣ ደንጊጹ መሰስ ዝበለ ኣይተረኸበን። ጽልኢ ዝፈርሑ ልዑልን ትሑትን ጎረባብቶም እግሮም ወስ ኣይበለን። ወይ ጉድ! ኣታ ሉ ተቆልቂሉ ልርእየካ ንጉስ ሰማይ ምድሪ ደኳ የትፈርሖይ ፈራሓት የወለዱኒ ተክለ ኣቦታተይ ስብ ጻዕዳ ጥይት ዓዲ ጻዕዳ ስንዳ እዮም እማን ኣቦታትኻ መዳርግቲ ኣቦታተይ እዮም እዕር ኣነለ ኣጋናኒ የሎም ታይ እሞ ዋጋ እኒሄዎ ዓዲ ጻዕዳ ስንዳይ ልምድሪ ክርዳድ ዘሪኦምላ ኸይዶም ኣህ! ነገር ምልልስ ነገር እናወሰኸ ከይዱ እነይ በሪሃ ዓቕልን ጸበበን። ዘረባ ከም እኽሊ ሰናይ ዘበን እናተኾልሰሰ ዓጽሚ ነቕኒቑ ሰበረ። ሓጹር ኣፍሪሶም ሓጹር ዝኾኑ መናእሰይ ድማ ገሃን መሃን ኮይኖም ኣይገልጋሎ ኣይተባኣሶ ኣይሰሪሖም መስለጦ ኣይኮፍ ኢሎም ዓራፎ ኾኑ። እነይ በሪሃ ጫፍ ኩታ በዓል ገዘእን ሒዘን ንድሕሪት ጐተተኦም። ዕቑር ሓይሎም ጸንቂቖም ብናህሪ ንቕድሚት እንትውርወሩ ፍርሒ ዝሰዓሮም ሓውረን ረውረው በለ። ኣይጸንሓን። መቐነተን ተፈቲሑ ንቑልቁል ዘምለጠ ቀሚሸን ኣሐንኪልወን ብርእሰን ተተኸላ። ኣቦይ ሓለፎም ነቶም ዝዃንዩ መናእሰይ ምስራሕ ከልእዎም። ፈንተት ኢሎም ዝነበሩ ኣይተ ተክለ ነጺሖም ከውድቕዎም እንትብሉ እቶም መናእሰይ ኣብ መንጎ ኣትዮም ገልገልዎም። ውቕዕኒ! እሱ እዩ ቐሪቕካ ኣታ ደርማም ሕንኽ ክበል ኣቦ ታይ ታይ ግበር እዩ ልብለኒ ኣሎ ልወረርኻዮ ንኢሱካባ ሌለ ጸልማት ትጎሉ ኢኻ ትደፍእ ኣለኻ ህወይ ዓገብ ግፍዒ ዶ እየ ትፈርሒ ገና ገና ገና ሃም ኣፍ ዑንቂ ዓቕልኻ ከጽበልካ እየ ነባር ትሕዝቶ ካብ ሱር መሰረቱ ርስቲ ጉልቲ ወለደይስ እስኻ ኻልኻል ኾይንኻ ዝባን ሕጊ እላበልኻ ሕጊ መሸፈጢ ገይርካዮ ስማዕ ርስቲ ጉልቲማ ሳላ ቃልስና ድከት ኣትዩ ኣታ በይዞም ኢለ ይሕደጉ ኣረ ይሕደጉ ሕደጊ በሪሃ ኣነ መረባይ ኾይነ እየ ዝባል ሕጊ ኢልው ኣለኹ ይስምዓነይ በሪሃ ኣነ ተክለዓነ ሃም ገባሪ ክፉእ ብስንክኻቱም ስሞይ ተጸዩቕ ልቓር ከይመስለን ኣጋኣርጋን ልዓቢ ድለዉ በዓል ገዘኤን ይምዓዳ ደሓር ከይናስሓ ገዛ ዘይወዓላ ወይዘሮ ንግስቲ ጓለን ስዒበን ኣብ መንጎ ጭቕጭቕ ኣተዋ ኩነታቱ ተዓዚበን ባእሲ ከዘሓሕላ ፈተና።
ኣታ ሰሙይ ዶ ይሕደጉ በይዛ? ዋእ ምስ ሽማግለ ስብኣይ ምትኹዃር ኣጥዕምሎም ድዩ? በልኦም
መሬት ሕንጉግ እናተኸደነ። ኣብ ድሮ ቖጸሮ ዘይሰመረሎም ኣይተ ተክለ ድማ ብሕርቃን ንበዓልቲ ቤቶም ተቖጢዖም ጥዕውዕው ቀጸሉ። ኣሰክሕ ጣዓመ ብሕልሙ እናተመላለሰት ኣሸጊራቶ ዝሓደረት ጽላት ክርኣ ናፊቑ ኣቑልቑሉ ወረደ። ፀሓይ በርቂ ሰባት ከይዕዘብዎ ንቐልቐል ከም ዝወጸ ተዃሊሉ ኣብ በሪ መራእይቱ ኮይኑ ድንግል ፍቕሪ ናብ ዝገደመትሉ ኣመዓደወ። ዓሕምባሕ ሃፍቱ መረባ እንዳ ኣይተተክለ ህያቡ ገልቢጡ ከመይ ሓደርካ ዝበሎ እንተመሰሎ'ውን ድሌቱ ኣየማልኣሉን። ተስፋ ስንቁ ተስፋ ኣይቖረጸን። ኣልሹ ክረኽባ ብምሉእ ቀልቡ ኣነጻጺሩ ጠመተ። ሓንሳእ ወላዲኣ ሓንሳእ ወላዲታን ጸሃየ እንተዘይኮይኑ ምስሊ ሽሓን ብመጽብዓን ምህልላን ኣይተቀልቀለን። ከብዱ ፍርሒ መሊሱ ቦዝሮቐ። ተሰሚዕዎ ዘይፈልጥ ጎንደርኡ ጆሮቕሮቕሮቕሮቕ ኢሎም ከም ነጎዳ ሓምለ ኣህጎድጎዱ። ኩነቱ ንባዕሉ ኣሕፊርዎ ገማዕ ገማዕ ኢሉ ከባቢኡ ፈተሾ። ኣየስተሓፈሮን። ተዓዛዚምና! በለ ብውሽጡ። ጸብደል መንእሰይ ብሞቑሕ ፍቕሪ ጓል ዓዱ ተቐይዱ። ኢድካ ሃብ በሃሊ ዘይብሉ ተማሪኹ ሓሙቱ ፈሲሱ ብርኩ ምስ ጠለሞ። ጉድ!

ዳስን ከበሮን ከይተጸበዩ ገጢሞም ህቧይ ከም ዝብልዎ ጥርጥር የብሉን። ቅንያቱ ሓንቲ ንእስቲ ፈታዊት ሒዞም ዝተብሃሉ ሓደ ዓብዪ ዓዲ በዓል ሸምበር ጋቢ ርእሶም ልጠምጦመ መላስማይ ኣባያት ለድኾመ ተስታይ ሽዶን ለሚዶም ጋማሙ

ዳያኑ ብቦትኦም ሒዞም ስርሖም ክጅምሩ ብሰላሕታ ተመኻኸሩ። ማእኸላይ ዳይና ሃለቃ ገብረድንግል ዝተደራረቡ መዛግብቲ ሓደ ብሓደ እናልዐለ ፈተሾም። ብቕድሚትን ብየማነ ጸጋምን ዝተቐመጡ ሰብ ጉዳይ ገሊኦም ኣብ ሓሳብ ጥሒሎም፣ ገሊኦም ዘዝመስሎም ብሕሹኽሹኽ እናውግዑ ተጸበዩ። ሃለቃ ገብረድንግል ዘረባም ትንፋስ ከም ዝሓረሞ ቅንዕ ኣይበለን። ብመሰረት ቆጸሮኦም ውሳነ ክሰምዑ ዝቐረቡ ኣቦይ ሓለፎም ብህድኣት ትዕዝብቶም ቀጸሉ። ደለይቲ ፍትሒ ካብ እንዳ ሕጊ ብይን ክሰምዑ እንትህንጠዉ፣ ኣይተ ተክለን መሰሎምን ከዓ ብሓይል ገንዘብን ዝምድናን ዓይኒ ፍትሒ ዕዊሮም ክረትዑ ፀለዩ። ፍትሒ ኣብ እግሪ ዳዕሮ ቃርያ ዘበን ዕጥቃዊ ቃልሲ መዘከሪኡ መፂኡ። ዘረባ ሓደ ሽማግለ በዓል ጉዳይ ብወዝቢ እንትዝረብ ዝሰምዐ ሃለቃ፣ ንደማመጽ! ንደማመጽ እማ ንደማመጽ! በለ። ሰብ ጉዳይ ኣብ ማይ ዝኣተወ ታንጭዋ መሰሉ፣ ስቕታ ዓሲሉ ትርግታ ልቢ ነውሲ ወከፍ፣ ወሰኸ። ሽዑ ብሃንደበት ድግዲጊት ተዓጢቐን ብደገ ዝኣተዋ ኣብ ክሊ ዕድመ ኣርብዓታት ዝግመታ ሰበይቲ፣ የማናይ ኢደን ንላዕሊ ሓፍ ኣቢለን፣ ኣቤት! ኣቤት! ኣቤት! ርኣዩለይ ስምዑለይ ተወረርኹ። ኻፈር ዕያል ሒዘ ሃምደርሆ ተደፈንኩ። ኣቤት ኣቤት ኣቤት! እንትብላ፣ እቲ መጋባእያ ዝሓዞ ኹሉ ብስንባደ ኣዒንቱ ገልቢጡ ጠመተን። ሕምምቲ ድያ ጥዕይቲ በሃሊ ጉዝምዝም ጀመረ። ሃለቃ ገብረድንግል ቁሩብ ህድእ ኢሉ፣ ታይ ኽን ወይን ኽን እስኪ ርግዕ ኢል ኽን ለምፀእ ክንፅወያ በለን። ተወሪረ ልተለቃሕኽዎ ገንዘብ እንድሕር ለይትመልሲ ኣብ ትበፅሕዮ ክሪኤኪ እየ ኢሎም ኣነ ዕያለይ እንመሓደረሉ ግራት ኣይተ ተኽለ ወረስ ልበሃሉ ብኢደ ወነኖም ሓሪሶምዎ ዳኛይ እዝጊ ሓደ እዮም እሞ እዝጊ የሪኤኻቶም እዝጊ የሪኤኻቶም ጎተተይ
ብምባል መለሳሉ። ዝተሓዋወሰ ስምዒት ዝወረሮ ሃለቃ፣ ስንባድኡ ክሓብእ እናፈተነ ዘረበኣን ኮሊፉ፣ እሞ ተበዲለ ልውልኦ ጥርዓን እንድሕር ሃልዩ፣ መመልከቲ ወረቐተ ጽሒፈነ ሒዘን ይምጽኣ። ምስ በለን። ኣዒንቲ ሰብ ጉዳይ ኣብ ዝባን ኣይተ ተክለ ዓለቡ ንመሬት ምስ ደነኑ ኣይቀንዑን። መንፈሰ ኣሰክሕ ኣይቀሰነን ብሱርኸ ላበይ ኸይዳ ዓዲ ሓማድ ወይስ ለይቲ ዕሕ ኮይኑ መላሲ ዘይረኸቡ ሕቶታት ኣልዒሉ እናተዘረገ ጸኒሑ ከፍቶ ፊሩ ዳግም ተጸጋደመ። እቲ ፍርሒ ሰብ ከይርእየኒ እውን ተደራቢ ሕማም ኮይኑዎ ኣሎ። ካብ ልክዑ ዘይሓልፍ ቅጥዒ ስኢኑሉ ተብሰለ። መረባ እንዳ ኣይተ ተክለ!

መጋምገ ኮይኑ እንትሕመስ፣ ንበሪ ዝወጸት ምራኽ ክትዕብልል ወጺኣ ዝነበረት ሽሓን ተኽለ ምራኽ ኮኪባ ብድሕሪቱ መጺኣ።
መን ኢኻ ኣታ?
በለቶ። ብድንጋጽ ነብሱ ሰማይ በጺሓ ዝተመለሰ ተሰክሕ፣ ቢሒም ኣይበለን። ኣብ ዘለዎ ንቕጽ። በለ። ሽሓን እውን ከምቲ ዝገመተቶ ሰራቒ ኣይኮነን። ደላይ ፍቕሪ ኣሰክሕ ምዃኑ ፈሊጣ፣ ከም ጫቑት ረፍረፍረፍረፍረፍረፍ እናበለት ኣውዲቓቶ ናብ መረባ ኣተወት። ዝኸበርኩም ተኸታተልቲ ትረኻ መጽሓፍ መጋምገ ንሎሚ ኣብዚ እኺልና ቀጻል ሰንበት መቐጸልቱ ሒዝና ክንቐርብ ኢና ክሳው ኣብ በብዘለኹምዎ ሰናይ ንኹልኹም።
መጋምገ ትረኻ ነዊሕ ልበወለድ ሕታም ክልተ ሽሕን ኣርባዕተን ዓመተ ምህረት ደራስን ተራኽን ኣብርሃ ታደሰ መጋምገም